ሰላም ቅሳነት ዕረፍቲ ይሃቦም በዚ ሰዓትዚ ብሕማም ምኽንያት ተደኒሶም ኣብ ገዛውቶም ኣብ ሆስፒታላት ኣብ ቤት ማእሰርቲ ንዘለው ፈወስዮ ድውያን ርሕሩሕ ፈጣሪና ፈውሰ ምሕረት የውርደሎም በዚ ሰዓት እዚ ብሞት ስጋ ንዝተፈልዩና ገነት መንግስተ ሰማያት የዋርሶም ኣብ ሓዘን ንዘለዉ ደበረሳ ቅዱሳን ይደብሶም ኣብ ቤት ማእሰርቲ ንዘለዉ ከኣ ምውጻእ ሓራ ይፍጠረሎም ንዓና ከኣ ዘስተውዕል ኣእምሮ ሂቡ መወዳእታና የጸብቐልና እስኻን ዘርእኻን እስኻን ደቅኻን ብሂወት ምእንቲ ክትነብር ሂወት ሕረይ ስለዚ ኣብ ምርጫ ኣብ ምሕራይ ኢና ዘለና። ኣብ ምርጫ ዝሕግዙና ሸውዓተ ርእስታት ሒዝና ኣለና። ሓደ ካብኦም ኣብ ዝሓለፈ ኣገልግሎትና ዝረኣናዮ ጽድቂ ን ሓጥያትን እዩ። ስለዚ ብሕጽር ዝበለ ኣብቲ ዝሓለፈ ግዜና ኣብ ምሳሌ ዓሰርተ ኣርባዕተ ሰላሳን ኣርባዕተን ጽድቂ ንህዝቢ ልዕል የብሎ ሓጥያት ግና ውርደት ህዝብታት እዩ። ብሰላም ልዕል ክንብል፣ ብፍቕሪ ልዕል ክንብል፣ ብበረኸት ልዕል ክንብል፣ ብህይወት ልዕል ክንብል ምእንቲ፣ ካብ ኃጢኣት ጽድቂ ክንመርጽ ከም ዘለና እዩ ቃል እግዚኣብሔር ዝነግረና። ኣብዚ ናይ ሎሚ ኸኣ ጽድቂ ንመርጸሉ ምኽንያት ናብ ክልተ ሃገር ንምብጻሕ፣ ኣብ ክልተ ሃገር ንምንባር እዩ። ስለዚ እዚ ክልተ ሃገር እዚ ኸኣ መንግሥተ ሰማያትን ገሃነመ እሳትን ይበሃል እዩ። ዮውሃንስ ኣብ ራእዩ ኣብ ዝረኣዮ ምዕራፍ ዕስራን ሓደን ካብ ሓደ ክሳብ ሓሙሽተ ዘሎ እታ ቅድስቲ ከተማ እታ ሓዳስ ኢየሩሳሌም ንመርዓዊኣ ኢላ ከም ዝተሰለመት መርዓት ተዳልያ ካብ ሰማይ ካብ ኣምላኽ ክትወርድ ከላ ርኤኹ። ካብቲ ዝፋን እውን ዓው ብዝበለ ድምጺ እንሆ፣ ድንኳን ኣምላኽ ምስ ሰብ፣ ንሱውን ምሳታቶም ኪነብር እዩ። ንሳቶም ህዝቡ ኪዀኑ እዮም፣ ኣምላኽውን ባዕሉ ምሳታቶም ኣምላኾም ኪኸውን እዩ። ኣምላኽ ከኣ ንብዘሎ ድብዓት ካብ ኣዒንቶም ኪደርዝ እዩ። እቲ ቐዳማይ ወዮ ሓሊፉ እዩ እሞ፣ ድሕሪ ደጊም ሞት ኣይኪኸውንን፣ ድሕሪ ደጊም ሓዘን ወይ ጫውጫው ወይ ጻዕሪ ኣይኪኸውንን እዩ፣ ኪብል ከሎ ሰማዕኹ ይብል። እቲ ዝነበረ ምድሪ ሓሊፉ እዚ ዘለናዮ መሬት ምስ ሓለፈ ብሓድሽ ሰማይ ብሓድሽ ምድሪ ክትካእ እዩ። ኣብዚ ሓድሽ ሰማይ ከኣ ነቶም ከም እግዚኣብሔር ዝመላለሱ ዝነበሩ እግዚኣብሔር ኣምላኾም ክኸውን እዩ፣ እሶም ከኣ ህዝቡ ክኾኑ እዮም እዩ። ኣብኡ ሓዞን የለን፣ ጫውጫው የለን፣ ጻዕሪ የለን፣ መብራህታ ኩሉ ግዜ ምስ በርሀ እዩ ኣፍደጌታታ ከኣ ኣይዕጾን እዩ ኢሉ። እዚ ዮሃንስ ኣብ ምልኣት ዘበን ዝረኣዮ ኣቦታትና ቅዱሳን ግን ብዓይኒ እምነት ርእዮም ዝጽበይዎ ዝነበሩ ሃገር እዩ ኢሉ። ኣብ እብራውያን ምዕራፍ ዓሰርተ ሓደ ካብ ዓሰርተ ሰለስተ ክሳብ ዓሰርተ ሽዱሽተ እዚኣቶም ኩላቶም ነተን ተስፋታት ኣይረኸብወንን ግናኸ ኻብ ርሑቕ ርእዮም ተሳለምወን እሞ፣ ኣብዛ ምድሪ እዚኣ ኣጋይሽን ስደተኛታትን ምዃኖም እናተኣመኑ ብእምነት ሞቱ። እቶም ከምዚ ዝበሉ ኸኣ ሃገሮም ከም ዝደልዩ የርእዩ ኣለዉ። ነታ ዝወጹላ ሃገር ሓሲቦም እንተ ዝዀኑስ ክምለሱ ግዜ ነይርዎም። ሕጂ ግና እትሓይሽ ማለት ሰማያዊት ይናፍቑ ኣለዉ። ስለዚ ድማ ኣምላኽ ከተማ ኣዳልዩሎም ኣሎ እሞ ኣምላኾም ክበሃል ብኣኣቶም ኣይክሓፍርን እዩ። እዚኦም እዮም እቶም ናይ እምነት የዕኑድ ዝበሃሉ ኣቦታት ኣብዛ ምድሪ እዚኣ ኣጋይሽን ስደተኛታትን ኢና እናበሉ ከምቲ ቃል እግዚኣብሄር ዝብሎ ኵሉ ሰብ ከም ሳዕሪ ኵሉ ክብሩ ኸኣ ከም ዕምባባ መሮር እዩ ሰማያዊት ሃገር ተስፋ ስለ ዘለና ተስፋ ሰማያዊት ሃገር ስለ እንጽበ እምበር ናይዚ ምድሪ እዚ ናይ ኩሉ ሓጎስ መወዳእታ ሓዘን ናይ ኩሉ ምርካብ መወዳእታ ምስኣን ናይ ኩሉ ሓይሊ መወዳእታ ድኽመት ናይ ኩሉ ስልጣን መወዳእታ ስዕረት እዩ ስለዚ ካብ ርሑቕ ሪኦም ተሳለምዎ እዩ ብእምነት ሪኦም ተሳለምዎ ናብታ ዝወጽላ ሃገር ክምለሱ እንደ ዝደልዩ ነይሮምሲ ክምለሱ ግዜ ነይርዎም ግን ሰማያዊት እታ እግዚኣብሔር ዝሃናጽያ ሰማያዊት ሃገር ይጽበዩ ስለ ዝነበሩ ኣብዛ ምድሪ እዚኣ ከም ኣጋይሽን ከም ስደተኛታት ኮይኖም ሓለፉ ኣምላኽ ከተማ ኣዳልዩሎም ኣሎ ኣምላኾም ክበሃል ከኣ ብኣኣቶም ኣይሓፍርን እዩ። ስለ ቃላቱ እግዚኣብሔር ዝተመስገነ ይኹን። ካብዞም ብዓይኒ እምነት ርእዮም ከም ፍቓድ እግዚኣብሔር ዝተመላለሱ ኣብ ኦሪት ዘፍጥረት ምዕራፍ ሓሙሽተ ቁጽሪ ዕስራን ኣርባዕተን ሄኖክ ከም ምስ ኣምላኽ ተመላለሰ ኣምላኽ ወሲድዎ እዩ እሞ ኣይተራእየን እዩ። ሄኖክ ኣብዚ ምድሪ እዚ ከም ፍቓድ እግዚኣብሔር ንሰለስተ ሚእቲ ዓመት ዝኣክል ከም ፍቓድ እግዚኣብሔር ተመላለሹ። ሄኖክ በዓል ሓዳር እዩ ሄኖክ ኣቦ ውሉድ እዩ ስለዚ በዓል ሓዳር ምዃን ውሉድ ምህላው ካብዚ ሰማያዊ ሕይወት ካብዚ ሰማያዊ ራእይ ዝዓግት ከም ዘይኮነ እዩ ሃዋርያ ጳውሎስ ኣብ እብራውያን ምዕራፍ ዓሰርተ ሓደ ቁጽሪ ሓሙሽተ ብዛዕባ ሄኖክ ክገልጸልና ከሎ ሄኖክ ሞት ምእንቲ ኸይርኢ ብእምነት ገዓዘ። ቅድሚ ምግዓዙ ንኣምላኽ ከም ዘስመረ ተመስኪርሉ ነበረ እሞ፣ ኣምላኽ ስለ ዘግዓዞ ኣይተረኽበን፣ ብዘይ እምነት ግና ንኣምላኽ ከስምርዎ ኣይከኣልን እዩ። እቶም ናብ ኣምላኽ ክመጽእ ዝደሊ ንሱ ከም ዘሎን ነቶም ዝደልይዎ ዓስቢ ከም ዝህቦን ክኣምን ይግብኦ እዩ። ሄኖክ ምስ ኣምላኽ ተመላለሰ። እግዚኣብሄር ንሄኖክ ነቲ መሬት ኢኻ እሞ ናብ መሬት ትምለስ ዝብል ሕጊ ብሕገ ስዒሩ ከዕርጎ ከሎ ንሄኖክ ጥራይ ኣይኮነን ከመይ ካብ ሞት ኣብ ቃቢል ጀሚሩ ክሳብ ሄኖክ ዝነበረ ግዜ ደቂ ሰባት ተስፍኦም ተጸንቂቑ ነይሩ። ሰብ ኣብዚ መሬትዚ ፈሪሱ በስቢሱ እዩ ዝነብር ኢሉ ተስፋኦም ተጸንቂቑ ነይሩ። ስለዚ እግዚኣብሄር ነዚ ዝተጸንቀቐ ተስፋ ተስፋ ከስንቐኹ ምእንቲ ንሄኖክ ብህይወት ስጋ ኣግዓዞ እዩ። እቲ ቀዳማይ ሄኖክ ምስ እግዚኣብሄር ስለ ዝተማላለሰ ንሄኖክ ከም ዓስቢ ክኸውን ከሎ እቲ ካልኣይ ከኣ ነቶም ተስፋ ጸንቂቖም ዝነበሩ ሕጂውን ንዓና ተስፋ ምእንቲ ክኸውን እዩ። ዮሃንስ ኣፈወርቅ ኣብ ተግሳጹ ክገልጾ ከሎ ነዚ ቦሞተ ኣብየል ገሰጾሙ ወበእርገተ ሄኖክ ናዘዞሙ እዩ ማለት ሓጢኣት ምስራሕ ምስ ሓጢኣት ምንባር ሕጊ እግዚኣብሔር ምፍራስ ክሳብ ክንደይ መሪር ምዃኑ ምእንቲ ከፍልጦም ብሞት ኣብየል ገይሩ ቀጸዖም እዩ ተስፋ ክህቦም ምእንቲ ከኣ ብዕርገት ሄኖክ ገይሩ ናዘዞም። መወዳእታ ናይ ሰብ እዚ መሬትዚ ኣይኮነን፣ መወዳእታ ናይ ሰብ እዚ ዓለምዚ ኣይኮነን፣ መወዳእታ ናይ ሰብ እዚ ናብራዚ ኣይኮነን ኢሎም ምእንቲ ክሓስቡ እግዚኣብሄር ብሞት ብዕርገት ሄኖክ ገይሩ ናዘዞም ይብል። ከምኡውን ኣብ ካልኣይ ነገስት ምዕራፍ ክልተ ቁፅሪ ዓሰርተ ሓደ እቲ ከም ፍቓድ እግዚኣብሄር ዝመላለስ ዝነበረ ነቢይ ኤልያስ ብህቦቡላ ብሰረገላ ሓዊ ንሰማያት ዓሪጉ እዩ። እዚ ኸኣ ብጀካ እዚ መርየት እዚ ካልእ ህይወት ከም ዘለና ዝገልጽ እዩ። ስለዚ እዩ ሃዋርያ ጳውሎስ ንሕና ግና ሃገርና ኣብ ሰማያት እዩ ኢሉ። ንሕና ግና ሃገርና ኣብ ሰማያት እዩ፣ ኣብኡ እውን መድሓኒ ንሱ ጐይታ የሱስ ክርስቶስ ንጽበ ኣለና። ንሱ በቲ ንዅሉ ኺመልከሉ ዚከኣሎ ሓይሊ ነቲ ኽቡር ስግኡ ምእንቲ ኺመስል፣ ነዚ ናይ ውርደት ስጋና ኪልውጦ እዩ። ስለ ቓላቱ እግዚኣብሄር ዝተመስገነ ይኹን። እዚ ደኻሚ ስጋ ብዘይደክም፣ እዚ መዋቲ ስጋ ብዘይደክም፣ እዚ ሓማሚ ስጋ ብዘይሓምም፣ ክልወጥ እዩ ነቲ ክቡር ስግኡ ምእንቲ ክመሰል ስለዚ ክርስቶስ ተንሥኣ ሙታን ብኣብይ ኃይሉ ወሥልጣን ክንል ከሎና ንዓና ከኣ ከምኡ ከተንሥኣና እዩ ንሕና ከኣ ከምኡ ብመገዲ ጽድቂ ናብዛ ሰመያዊት ሃገር ክንትሥእ ኣብ ትንሣኤኡ ንምስታፍ እዩ ስለዚ ንሕና ግና ሃገርና ኣብ ሰማያት እዩ፣ ኣብኡ ውን መድሓኒ ንሱ ኸኣ ጐይታ የሱስ ክርስቶስ ንጽበ ኣለና ኢሉ። እንታይ ምእንቲ ክገብር? ንሱ በቲ ንዅሉ ክመልከሉ ዝከኣሎ ነዚ ናይ ውርደት ስጋና ለዊጡ ነቲ ክቡር ስግኡ ከምስሎ እዩ። ስለዚ ሰማያዊት ሃገር ንናፍቕ ኣለና፣ ሰማያዊት ሃገር ንጽበ ኣለና ኢሉ። ስለዚ ብዙሓት ብስጋ ክንሓምም ሞት ስጋ ከሰንብደና ከሎ ሃዋርያ ቅዱስ ጳውሎስ ግን ሞት ስጋ ምስግጋር ናብ ሰማያዊ ህይወት ናብ ሰማያዊ ሃገር ምዃኑ ክገልጽ ከሎ ኣብ ካልኣይ ቆሮንቶስ ምዕራፍ 5 ቁጽሪ 11 እዛ ምድራዊት ናይ ድንኳን ቤትና እንተፈረሰት እኳ ሓንቲ ህንጻ ካብ ኣምላኽ ብኢድ ዘይተገብረት ንዘለኣለም ቤት ኣብ ሰማያት ከም ዘላትና ንፈልጥ ኢና እዛ ምድራዊት ቤትና እንተ ፈረሰት እዛ ምድራዊት ቤትና እንተ ማሰነት እኳ ብኢድ ዘይተሃንጸት ምድራዊ ዘይኮነት ዘይትሓልፍ ሰማያዊ ቤት ኣላትና ስለ ቃላቱ እግዚኣብሔር ዝተመስገነ ይኹን ስለዚ ናብዛ ሃገር እዚኣ እናናፈቑ፣ ናብዛ ሃገር እዚኣ እናጠመቱ እዮመ ንኹሉ ሓሳረ መከራ፣ ንኹሉ ስደት፣ ንኹሉ ጸርፊ ከም ሓጎስ ዝቖጽርዎ ዘነበሩ እዩ። ምኽንያቱ ኣብዚ ብርሃንዚ ዘሎ ብርሃን፣ ኣብዚ ቦታዚ ዘሎ ሓጎስ፣ ኣብዚ ቦታዚ ዘሎ ክብሪ ፍጹም ምስቲ ናይ ምድሪ ዝመዛዘን ኣይኮነን እዩ። ስለዚ ሃዋርያ ቅዱስ ጴጥሮስ ነዛ መሬት እዚኣ ክገልጽ ከሎ ኣብ ካልኣይ መልእኽቱ ዕራፍ ሰለስተ ካብ ዓሰርተ ጀሚሩ መዓልቲ ጎይታ ግና ከም ሰራቒ ክትመጽኣ እያ። ሰማያዊ ሃገር መሪጽና ክንጽበዮ እንተ ጸኒሕና ንዓና ሕሸና። ሰማያዊ ሃገር ከይተጸበና ኣብዚ ምድሪ እዚ ጥራይ ክንነብር እንተ ጸኒሕና ከኣ ምግዓዝና ብግዲ እዩ። ከመይ መሬት ኣንተ ወትገብእ ውስተ መሬት እዩ። ነዚ መለኮታዊ ትእዛዝዚ ክሰግሮ ዝኽእል ፈላስፋ፣ ነዚ መለኮታዊ ትእዛዝዚ ክስዕሮ ዝኽእል ሓያል፣ ነዚ መለኮታዊ ትእዛዝዚ ክስዕሮ ዝኽእል ሃብታም የለን እዩ። ስለዚ ኩሉ ሰብ ከም ሳዕሪ፣ ኩሉ ክብሩ ኸኣ ከም ዕምባባ ምሩር እዩ። መዓልቲ ጐይታ ግና ከም ሰራቒ ኾይና ክትመጽእ እያ። ብኣኣ ሰማያት ጥዋዕዋዕ እናበለ ክሓልፍ፣ ፍጥረት ሰማይ ብረስኒ ክመክኽ፣ ምድሪ ናብኣ ዘሎ ግብርታት ክነድድ እዩ። ደጊም እዚ ኩሉ ዝፈላለ ካብ ኮነ፣ ስለ'ዩ ሰማያት ብሓዊ መኺኹ ዝፈላለየሉ፣ ፍጥረት ሰማይ ብረስኒ ዝመከሉ፣ ነቲ ምጽኣት መዓልቲ ኣምላኽ እናተጸበኹምን እናቃላጠፍኩምን ብቅዱስ ንብረት ብፍርሓት እግዚኣብሔር ከመይ ዝበለ ክትኮኑ እዩ ዝግብኣኩም። ስለዚ መዓልቲ ጎይታ ክትመጽእ እያ እዩ። ዘለናዮ መሬት ከም ሽምዓ ክመክኽ ከም ትኪ ክሓልፍ ኢዩ ስለዚ እዚ ካብ ኮነ እንታይ ዝዓይነቶም ሰባት ክንከውን ከም ዝግብኣና ክገልጽ ከሎ ሃዋርያ ቅዱስ ጳውሎስ መዓልቲ ጎይታ እናተጸበኹም ብቅዱስ ንብረትን ብፍርሓት እግዚኣብሔርን ኢዩ ናብዛ ሃገር እዚኣ ተስፋ ዘለዎ፣ ኣብዛ ሰማያዊት ሓጐስ ተስፋ ዘለዎ፣ ብቕዱስ ናብራን ብፍርሓት እግዚኣብሄርን እናተጸበኹም፣ መዓልቲ እግዚኣብሄር እናቃላጠፍኩም ክትጽበዩሉ፣ ንሕና ግና ከምቲ ተስፍኡ ጽድቂ ዝነብረሉ ሓድሽ ሰማይን ሓድሽ ምድርን ንጽበ ኣለና። ሃዳሳተ ሰማያተ ወሃዳሳተ ምድረ ንሴፎ ዘበውስቴቶን የሃድር ጽድቂ። ሃዋርያ ቅዱስ ጴጥሮስ እዚ ዝብሎ ዘሎ ካብ ጎይታ የሱስ ክርስቶስ ዘራጋገጾ ነገር ኣሉ። ገፋፊ ዓሳ እዩ ነይሩ። ካብ ባሕሪ ገሊላ ዓሳ ግፍፍ ኣቢሉ ሸይጡ ለዊጡ መዓልታዊ እዚ ዘይበሃል ዲናራት ክሓፍስ ዝኽእል ሰብ እዩ ነይሩ። ናይ ስራሕ ሰብ ገፋፊ ዓሳ እዩ ነይሩ። ምስ ተጸወዐ ኣገልግሎት ወንጌል ምስ ጀመረ ግን ሓደ ሕቶ ሓቲትዎ። ኩሉ ገዲፍክና እቲ ኣብ መሬት ኣሎ ዝብሃል ኩሉ ገዲፍና ሲዒብናካ ስለዚ ዓስብና እንታይ እዩ ስለዚ ነፍሲ ወከፍና ነዚ ዓስቢ እዚ ክንጥምት እዩ ነዚ ዓስቢ እዚ እንድሕር ዘይጠሚትና ክንስጉም ኣይንኽእል ኢና ምክንያቱ ውርደት ጥዑም ኣይኮነን ጸርፊ ጥዑም ኣይኮነን ስደት ጥዑም ኣይኮነን ጠጠው ጥዑም ኣይኮነን ዘጥዕሞ ነገር ግን ኣሎ ዘመቅሮ ነገር ግን ኣሎ እዚ ኩሉ ሲዒብና ገዲፍናካ ኩሉ ምድራዊ ሂወትና ምድራዊ ክብርና ምድራዊ ስራሕና ገዲፍና ሲዒብናካ እንታይ ዓስብና ምስ በሎ ጎይታ የሱስ ክርስቶስ እንታይ ኢሉ ብሓቂ ብሓቂ እብለኩም ኣለኹ ስለይ ስለ መንግስቲ ኣምላኽ ኣቦ ኣደ ውሉድ ግርሁ ገዛ ሰበይቲ ሰብኣይ ዝሓደገ ኣብዚ መርየት እዚ ሚእቲ ካዕበት ምስ ስደት እዩ ኣብዚ መርየትዚ ሚእቲ ካዕበት ምስ ስደት ኣብቲ ዝመጽእ ከኣ ዘለኣለማዊ ህይወት እስኻትኩም እቶም ዝሰዓብኩምኒ ከኣ ወዲ እግዚኣብሔር ኣብ መንበር ክብሩ ክቅመጥ ከሎ ኣብ ዓሰርተ መናብር ተቀሚጥኩም ክትፈርዱ ኢኹም ንሰብ ክንድዚ ክብሪ ሂቡ ኦ እምይብስቱ ልቡ ለሰብ ኣርኣይኮ ሞተ ወሕይወተ እግዚኣብሄር ክንድዚ ዝኸውን ክብሪ ክንድዚ ዝኸውን ጸጋ ሰሪዕልና እዩ። ስለዚ እዚ መሬት እዚ እንተሓለፈ እዚ ስጋ እዚ እንተበስበሰ እንተፈረሰ ብኻልእ ብሰማያዊ ህይወት ብሰማያዊ ስጋ ብዘይጠሚ ህይወት ብዘይጠሚ ስጋ ብዘይፈርስ ስጋ ክትንስ እዩ። ከምቲ ሃዋርያ ቅዱስ ጳውሎስ ንትንሳኤ ክገልጽ ከሎ ብድኻም ይዝራእ ብሓይሊ ይትንስእ፣ ብውርደት ይዝራእ ብኽብሪ ይትንስእ፣ ብዝብስብስ ይዝራእ ብዘይ ብስብስ ከኣ ይትንስእ፣ ብስጋ ይዝራእ ብመንፈስ ከኣ ይትንስእ፣ ትንሳኤ ሙታን ከኣ ከምኡ እዩ ኢሉ። ኣታ ዓሻ እንቋን ህይወት ህይወት ሰብ እቲ ንስኻ ትዘርኦ ስገምን ስርናይን ኣብ መሬት ተቐቢሩ ምስ ፈረሰ ምስ በስበሰ ሽዑ'ዩ ዝበቁል ሽዑ'ዩ ዝዕምብብ ሽዑ'ዩ ሰላሳን ሱሳን ሚእቲ ሰናይ ዝፈሪ ስለዚ እዚ መሬት እዚ ኺሓልፍ ከሎ፣ ብፍርሓት እግዚኣብሄርን ብቕዱስ ናብራን ብኸመይ ከም ትነብሩ ፍለጡ ኢሉ። ስለዚ ኣቱም ፍቁራተይ፣ ነዚ እናተጸበኹምሲ፣ ብዘይ ነውርን ብዘይ መንቅብን ብሰላም ኣብ ቅድሚኡ ኽትርከቡ ተጋደሉ ኢሉ። ብዘይ ነውርን ብዘይ መንቅብን ኢሉ። ህዝበ እግዚኣብሄር፣ ኣብ ገዛና ርስሓት ኪህልወና ኣይንደልን። ብፍላይ ብፍላይ ናብ ሰብ ክንሕወስ ክንወጽእ ከለና፣ ነጸላና ኹን ክዳንና ኩሉ ነገር ክንጸሪ ንደሊ። ገዛውትና ኣብ መዓልቲ ክሳብ ክንደይ ከም ዝውልወል ኣዴና ልዕሌና ትፈልጦ ይኹነ። ስለዚ ብዘይ ነውርን ብዘይ መንቅብን ህይወትና ኸኣ ምውልዋል የድልዮ። ህይወትና ኸኣ ምጽራይ የድልዮ። ስጋና ምጽራይ ስጋና ምክንኻን ሓጢኣት ኣይኮነን። ክዳንና ምጽዕዳውን ምጽራይን ሓጢኣት ኣይኮነን። ኣብ ክዱን ሕጽ ኣብ ጽሩይ ክዳን ረሳሕ ልቢ ኣብ ጽሩይ ክዳን ዘይተሓጽበ ልቢ ግን እዚ ዓገብ እዩ እዚ ኣብ ቅድሚ ኣምላኽ ሓጢኣት ኣብ ቅድ ኣብ ምድር ኣብ ምድሪ ከኣ ነውሪ እዩ ስለዚ ሃዋርያ ቅዱስ ጴጥሮስ ብዘይ ነውርን ብዘይ መንቅብን ብሰላም ኣብ ቅድሚኡ ክትርከቡ ተጋደሉ ኢሉ ገድሊ ብኸምኡ ዝመጽእ ኣይኮነን፣ ብፍርሓት እግዚኣብሄርን ብቅዱስ ናብራን ብዘይ ነውሪ ከመይ ንሕና ግና ሃገርና ኣብ ሰማያት እዩ ስለዚ ሰማያዊ ነዛ ሰማያዊት ሃገር እንድሕር ንናፍቕ ኮይንና ናብ ኣፍ ብቑዓት ክንከውን ምእንቲ እንታይ ዝብለና ዘሎ ብዘይ ነውርን ብዘይ መንቅብን ብፍርሓት እግዚኣብሄርን ብቅድስናን ምስኡ ክትነብሩ ተመላለሱ እዩ ህዝበ እግዚኣብሄር እዚ ሃገር እዚ ወንጌላዊ ቅዱስ ማቴዎስ ኣብ ዓሰርተ ሰለስተ ኣርብዓን ክልተን ኣብ እቶን ሓዊ ኸኣ ክድርብይዎ እዮም፣ ኣብኡ ብኽያትን ምሕርቃምን ኣስናንን ክኸውን እዩ፣ ሽዑ ጻድቃን ኣብታ መንግስቲ ኣቦኦም ከም ጸሓይ ክበርሁ እዮም፣ እትሰምዕ እዝኒ ዘላቶ ይስማዕ እዩ ናብዛ መንግስቲ ኣምላኽ ናብዛ መንግስተ ሰማያት ብቑዕ ዘይኮነ ካልእ ቦታ ኣሎ። ናይ ስቓይ ቦታ እዚ ኸኣ እቲ ገሃነመ እሳት ዝበሃል ናይ ፍርዲ ቦታ ዝበሃል እዩ። ኣብኡ እቶን ሓዊ ክድርብይዎ እዮም ኣብኡ ኸኣ ብኽያትን ምሕርቃም ኣስናንን ክኸውን እዩ። ሓሰኹኡ ዘይጠፍእ ሓዉ ዘይጠፍእ ሓሰኹኡ ኸኣ ዘይድቅስ እዩ። ብዛዕባ ታሪኽ ኣቦና ኣብርሃምን ኣልኣዛርን ተሃታይ ብሰማይም ከም ዝረኣናዮ ኣብ ሲኦል ኮይኑ ኣብ ሓዊ ኮይኑ ክሳቀ ከሎ ነቦና ኣብርሃም በጃኻ ንልኣዛር ስደደለይ ማይ ኣጻብዕቱ ጠሚዑ ከም መልሓሰይ ከተርክሰለይ እናበለ ክምሕጸን ከሎ ከእዊ ከሎ ቃል እግዚኣብሔር ነጊሩና ኣሎ ወንጌላዊ ቅዱስ ሉቃስ ኣብ ዓሰርተ ሽዱሽተ ካብ ዕስራን ክልተን ጀሚሩ እዩ ኮነ ድማ እቲ ድኻ ሞተ መላእኽቲ ናብ ሕቕፎ ኣብርሃም ወሰድዎ፣ እዚ እቲ መንግስቲ ኣምላኽ ትምንግስት። እቲ ሃብታም ከኣ ሞተ፣ ተቐብረውን። ኣብ ሲኦል ኣብ ስቓይ ኮይኑ ዓይኑ ቋሕ ኣቢሉ ንኣብርሃም፣ ካብ ርሑቕ ንኣልኣዛርውን ኣብ ሕቕፉ ረኣየ፣ ጸውዒ ከኣ፣ ወቦይ ኣብርሃም፣ በዚ ሃልሃልታ እዚ ስቀ ኣለኹ እሞ፣ መሓረኒ፣ ኣንፍጽ ኣብዑ ኣብ ማይ ጠሚዑ ልሳነይ ከዝሕለለይ ንኣልኣዛር ስደደለይ። ስለዚ ኣቦና ኣብርሃም እንታይ እዩ ዝብሎ፣ ኣብ መንጎናን ኣብ መንጎኹምን ዓቢ ጸድፊ ኣሎ እዩ። ኣብ መንጎ ጽድቅን ኣብ መንጎ ሓጢኣትን ዓቢ ጸድፊ ኣሎ፣ ኣብ መንጎ መንግስተ ሰማያትን ገሃነመ እሳትን ከኣ ዓቢ ጸድፊ ኣሎ፣ ዓቢ ጋግ ኣሎ ይብል። ስለዚ ህዝበ እግዚኣብሔር ቅድስት ቤተ ክርስቲያን ነዚ እንዳተጸበና ሰማያዊ ህይወት እንዳተጸበና ክንጸንሕ ምእንቲ ኢትፍርህዋ ለሞት ፍርህዋ ለሃጢኣት እዩ። ከም ፍቓድ እግዚኣብሔር ኣብዚ መሬት እዚ ምስ እንነብር ብሞት ስጋ ናብ ዘለኣለማዊ ህይወት ብሞት ስጋ ናብ ናይ ዘለኣለማዊ ሓጐስ ኣብ ሰማያዊት ኢየሩሳሌም። ስለዚ ኣብዛ ሰማያዊት ኢየሩሳሌም እቶም ክዳውንቶም ዝሓጸቡ፣ እቶም ከም ፍቓድ እግዚኣብሔር ዝተመላለሱ ጥራይ እዮም ዝወርስዋ ኢሉ። ዮሃንስ ኣብ ራእዩ ምዕራፍ ዕስራን ሓደን ኣብ ቁጽሪ ሸውዓተ እቲ ዝስዕር ነዚ ከወርሶ እዩ። ምርጫና ብህይወት ክንነብር ምስ ሓረና ተጋደሉ ኢሉ ብዘይ ነውርን ብዘይ መንቅብን ክትርከቡ ብፍርሓት እግዚኣብሔርን ብቕድስናን ምስኡ ክንትልዉ ተጋደሉ ምስ በለ እቲ ዝስዕር ነዚ ክወርሶ እዩ ሓጢኣት ስዒርና ዓለምን ዓለማውነትን ስዒርና ከም ፍቓድ እግዚኣብሔር ብንስሓ ነብስና ሓጺብና ብቅዱስ ቁርባን ሓቲምና ምስ እንጽበዮ ምስቶም ሰዓርቲ ክንጽብረና እዩ ኣነ ኣምላኹ ክኾኖ ንሱ ኸኣ ውሉደይ ክኾነኒ። እዚ እቲ ቀዳማይ በረኸት፣ እዚ ቀዳማይ ተስፋ እዩ። ኣብዚ በረኸትዚ እንተ ዘይሃሊና፣ እቲ ብድሕሪኡ ዝመጽእ እቶም ፈራሓትን ዘይኣምኑን ፍንፉናትን ቀተልቲ ሰብን ኣመናዝርን ጠንቆልትን መምለኽቲ ጣኦትን ብዘለዉ ሓሰውትን ግና ግዲኦም ኣብቲ ብሓውን ዲንን ዝነድድ ቀላይ እዩ፣ እዚ ኸኣ እቲ ኻልኣይ ሞት እዩ። ካብዚ ከምዚ ይሰውረና።

ምስ ሕሊናና ክነስተንትኖ ቤተክርስቲያን ዝሰረዐቶ ነብሰይ ኣብ መሬት ድኽነት ኣብ ቅድሚ ኣምላኽ ሓፍረት ኣብ ገርንም እሳት ሓዊ ከም ዘሎ ፈሊጥኪ ከም ፍቃድ እግዚኣብሔር ተመለሲ ሸለል ኣይትበሊ ሻካይ ኣይትኹኒ ሸለልተኛ ኣይትኹኒ እናበለ ተግሳጸ ርእስ ንብሎ ነብስኻ ምግናሕ ነብስኻ ምግዛእ ዝሰርዐቶ እዩ ስለዚ ኣብቲ ቀላይ ሓዊ እቲ ቀላይ ሓዊ ከኣ እቲ ካልኣይ ሞት እዩ ኢሉ ቤተክርስትያን እም ዳግማይ ሃዘን እም ዳግማይ ሞት ይሰውረነ እናበለት ትጽሊ እዚ ሞትዚ ከም ውሁብ ከም ቅቡል ኮይኑ ካብ ዳግማይ ሞት ኣብ ቅድሚ ኣምላኽ ኣብ መንበር ፍርዲ ምስ ቀረብና ኣይፈልጠኩምንየ ኣስማትኩም ኣብዚ የለን ከመይ ኣብ መጽሓፍ ሂወት እንተ ዘየሉ ይመጽእ ሽም ኣስማትና ኣብ መጽሓፍ ሞት ኣሎ ማለት እዩ ካብዚ ከምዚ ሰውረና ኣስማትና ኣብ መጽሓፍ ሞት እንድሕር ተጻሒፉ ከኣ ናብቲ ቀላይ ሓዊ እቲ ቀላይ ሓዊ ከኣ እቲ ካልኣይ ሞት እዩ ህዝበ እግዚኣብሄር ሕጂ ግዜ ኣለና ኣምላኽና ዓቕምና ስለ ዝፈልጥ ንስሓ ሰሪዑልና ናባይ ተመለሱ ንዝኾነ ሓጢኣት ክድምስስ የእዳው ምስ ተዘርግሐ እን ሎሚ ንንስሓ ሸለል ከይንብል ሎሚ ንቅዱስ ቁርባን ሸለል ከይንብል ከነርክቦ እናበልና ኮለና ብሃንደበት እንተርኪብና ግን ተን ሓሙሽተ ዓያሹ ደናግል እንታይ እየን ተባሂለን ኣይፈልጠክን እየ ማዕጾ ተዓጽዩ ኣይፈልጠክን እየ ተባሂሉ ስለዚ ድሕሪ ንስሓ ድሕሪ ፍቕሪ ኣምላኽ ድሕሪኡ ዝመጽእ ፍርዲ እዩ ኣብዚ ፍርዲ እዚ ኸኣ ከም ፍቓድ እግዚኣብሄር ኮይንና ነታ ሰማያዊት ሃገር ክንጽበ ስለዚ ምርጫና ኣብ ዝሓለፈ ጽድቅን ሓጢኣትን ርኤና ካብ ጽድቂ ካብ ሓጢኣት ጽድቂ ይሕሸና ከመይ ሓጢኣት ውርደት ህዝብታት እዩ ጽድቂ ግን ንህዝቢ ልዕል የብሎ እዩ መንግስቲ ኣምላኽ ናይ ሓጎስ ቦታ ናይ ክብሪ ቦታ ኣብኣ ሓዘን የለን ኣብኣ ጓሂ የለን ኣብኣ ጸልማት የለን እዩ ስለዚ ናብዚ ብርሃንዚ ምእንቲ ክንሕወስ ምእንቲ ናብኡ እናመጠመትና ከምቶም ኣቦታትና ካብ ርሑቕ ሪኦም ተሳለምዋ ኣብዛ ምድሪ እዚኣ ኣጋይሽን ስደተኛታትን እናበሉ ሓሊፎም ኣብዚ መሬትዚ ከምቲ ቅዱስ ጽሑፍ ኢልዎ ዘሎ ምድሪ ሚእቲ ካዕበት ምስ ስደት ብኽብሪ ብበረኸት ይዝከሩ ኣለዉ ዘለኣለማዊ ህይወት ከኣ የውርሱ ኣለዉ እሞ እግዚኣብሔር ወረስቲ መንግስተ ሰማያት ክንከውን እዩ ሰሪዑልና መንግስተ ሰማያት ወረስቲ ክንከውን እዩ ብደሙ ተበጅና እሞ ነቲ ዝገበረልና ውዕለት ሸለል ከይንብሎ ከምቲ ቅዱስ ጴጥሮስ ኢልዎ ዘሎ ብፍርሓት እግዚኣብሔርን ብቅዱስ ናብራን ብዘይነውርን ብዘይመንቅብን ኣብ ቅድሚ ክትረከቡ ተጋደሉ ይብለና ኣሎ እሞ እዚ ከዓ ብናህና ዓቕሚ ኣይከውንን እዩ